ናብ ኣፍቀርቲ ኣምላኽ ወንጌል ሉቃስ ምዕራፍ ሓደ ፍቕዲ ሓደ ክሳብ ኣርባዕተ ነዚ ኣባና ብርግጽ እተኣመነ ነገር ዛንትኡ ክጽሕፉ ብዙሓት ካብ ዝጅምሩ እቶም ካብ መጀመርታ ብዒንቶም ዝረኣዩ ኣገልገልቲ እቲ ቃል ዝነበሩን ከም ዝነገሩና ኣታ ክቡር ቴዎፍሎስ ኣነ ኸኣ ንኹሉ ኣደላዲለ ካብ ጥንቲ ስዒበዮ እየ እሞ፣ ሓቂ እቲ እተመሃርካዮ ምህሮ ኣጸቢቕካ ምእንቲ ኽትፈልጥሲ፣ በብተራ ኽጽሕፈልካ ይረኣየኒ ኣሎ። ቃል ህይወት ወንጌል ዮውሃንስ ምዕራፍ ሓደ ፍቕዲ ሓደ ክሳብ ዓሰርተ ኣርባዕተ ቃል ብመጀመርታ ነበረ፣ እቲ ቃል ድማ ኣብ ኣምላኽ ነበረ፣ እቲ ቃል እውን ኣምላኽ ነበረ። እዚ ብመጀመርታ ኣብ ኣምላኽ ነበረ፣ ብእኡ ኩሉ ኮነ፣ ካብቲ ዝኾነ ዘበለ ድማ ብዘይብኡ ዝኾነ የልቦን። ህይወት ኣብኡ ነበረት፣ እታ ህይወት ከኣ ብርሃን ሰብ ነበረት። ብርሃንውን ኣብ ጸልማት የብርህ፣ ጸልማት ግና ኣይሓዞን። ዮውሃንስ ዝስሙ ሰብኣይ ካብ ኣምላኽ ተልኢኹ ተንስኤ። ኩሎም ብእኡ ናብ እምነት ምእንቲ ኪበጽሑ፣ ብዛዕባ ብርሃን ኪምስክር ንእሱ ንምስክር መጸ። ብዛዕባ ብርሃን ደኣ ኪምስክር መጸ እምበር፣ ንሱስ ብርሃን ኣይነበረን። እቲ ንነፍሲ ወከፍ ሰብ ዘብርህ ብርሃን ሓቂ ናብ ዓለም ይመጽእ ነበረ። ኣብ ዓለም ነበረ፣ ዓለም ውን ብእኡ ኮነት፣ ዓለም ግና ኣይፈለጠቶን። ናብቶም ናቱ መጸ፣ እቶም ናቱ ኸኣ ኣይተቐበልዎን። ነቶም እተቐበልዎ ዘበሉ፣ ኵሎም ብስሙ ንዝኣመኑ፣ ግና ውሉድ ኣምላኽ ክኾኑ መሰል ሃቦም። ንሳቶም ከኣ ካብ ኣምላኽ እምበር ካብ ደም ወይ ካብ ፍቓድ ስጋ ወይ ካብ ፍቓድ ሰብኣይ ዘይተወልዱ እዮም። እቲ ቃል ስጋ ኮነ፣ ጸጋን ሓቅን መሊእዎ ከኣ ኣባና ሓደረ። ክብረቱ ድማ ከም ክብሪ ናይቲ ሓደ ወዲ፣ ነቡኡ ርኤና። ብስራት ልደት ዮሃንስ መጥመቅ ወንጌል ሉቃስ ምዕራፍ ሓደ ካብ ፍቕዲ ሓሙሽተ ክሳብ ዕስራን ሓሙሽተን ብዘመን ሄሮዶስ ንጉስ ይሁዳ፣ ካብ ክፍሊ ኣብያ ዘካርያስ ዝበሃል ካህን ነበረ። ካብ ኣዋልድ ኣሮን ከኣ ኤልሳቤጥ እትበሃል ሰበይቲ ነበረቶ። ክልቲኦም ከኣ ኣብ ቅድሚ ኣምላኽ ጻድቃን ነበሩ፣ ብዅሉ ትእዛዛት እግዚኣብሔርን ሕጋጋቱን ብዘይ ጕድለት ዝኸዱ ነበሩ። ኤልሳቤጥ መኻን ነበረት እሞ ውሉድ ኣይነበሮምን። ክልቲኦም ድማ ዕለቶም ዝሓለፈ ኣረገውቲ ነበሩ። ኮነ ድማ ብተራ ወገኑ ኣብ ቅድሚ ኣምላኽ ግብሪ ክህነት ክገብር ከሎ፣ ከም ልማድ ካህናት ናብ ቤት መቕደስ ኣምላኽ ኣትዩ ዕጣን ክዓጥን ብዕጭ በጽሖ። በቲ ግዜ ዕጣን ከኣ ኩሉ እቲ ብዙሕ ህዝቢ ብወጸኢ ኮይኑ ይጽሊ ነበረ። በቲ ወገን የማን መሰውኢ ዕጣን ድማ መልኣኽ እግዚኣብሔር ደው ኢሉ ተራእዩ። ዘካርያስ ከኣ ርእይዎ ሰንበደ፣ ፍርሓት እውን ወደቖ። እቲ መልኣኽ ድማ በሎ፣ ዘካርያስ ጸሎትካ ተሰሚዑልካ እዩ እሞ ኣይትፍራሕ። ሰበይትኻ ኤልሳቤጥ ወዲ ክትወልደልካ እያ፣ ስሙ እውን ዮሃንስ ክትሰምዮ ኢኻ። ንሱ ሓጎስን ተድላን ክኾነልካ እዩ፣ ብልደቱ ኸኣ ብዙሓት ክሕጎሱ እዮም። ኣብ ቅድሚ እግዚኣብሔር ዓቢይ ክኸውን እዩ እሞ፣ ወይንን ዘስክር መስተን ከኣ ከቶ ኣይክሰትን እዩ። ገና ኣብ ከርሲ ኣዲኡ ከሎ መንፈስ ቅዱስ ክመልኦ እዩ፣ ንብዙሓት ካብ ደቂ እስራኤል እውን ናብ እግዚኣብሔር ኣምላኾም ክመልሶም እዩ። ንሱ ብቑዕ ህዝቢ ንእግዚኣብሔር ከዳሉ፣ ልቢ ኣቦታት ናብ ውሉድ፣ ንዘይ እዙዛት ድማ ናብ ጥበብ ጻድቃን ክመልስ፣ ብመንፈስ ኤልያስን ብሓይሉን ቀቅድሚኡ ክኸይድ እዩ። ዘካርያስ ከኣ ነቲ መልኣኽ ኣነ፣ ኣሪገኤ ሰበይተይ ከኣ ዕለታ ሓሊፉ እዩ እሞ ነዚ ብምንታይ ክፈልጦ እየ በሎ። እቲ መልኣኽ ከኣ መሊሱ በሎ ኣነ ኣብ ቅድሚ ኣምላኽ ዝቐውም ገብርኤል እየ። ክዛረበካን እዚ ድማ ከበስረካን እየ ናባኻ እተላእኽኩ። እንሆ ኸኣ ነቲ ብግዜኡ ዝፍጸም ዘረባይ ስለ ዘይኣመንካ ክሳዕ እታ እዚ ነገር እዚ ዝኾነላ መዓልቲ ዓባስ ክትከውን ምዝራብ ውን ክትስእን ኢኻ። እቶም እኩባት ሰብ ከኣ ንዘካርያስ ይጽበይዎ ነበሩ። እቲ ኣብ ቤት መቕደስ ምድንጓዩ ውን ኣስተንከሮም። ምስ ወጸ ድማ ክዛረቦም ኣይከኣለን። ሽዑ ኣብ መቕደስ ራእይ ከም ዝረኣየ ፈለጡ፣ ንሱ ድማ ብኢዱ ኣመልከቶም፣ ዓባስ ኮይኑውን ይነብር ነበረ። ኮነ ድማ ቅነ ምግልጋሉ ምስ ኣብጽሐ ናብ ቤቱ ኸደ። ድሕሪ ተን መዓልትታት እቲኤን ኤልሳቤጥ ሰበይቱ፣ ጠነሰት እሞ፣ ጐይታይ፣ ንኣይ ብዝረኣየለን መዓልትታት፣ ሕስራነይ ካብ ማእከል ሰብ ምእንቲ ኸርሕቕ፣ ከምዚ ገበረለይ፣ ኢላ ሓሙሽተ ወርሒ ነብሳ ሓብኤት። ብስራት ልደት የሱስ ክርስቶስ ወንጌል ሉቃስ ምዕራፍ ሓደ ካብ ፍቕዲ ዕስራን ሽዱሽተን ክሳብ ሰላሳን ሸሞንተን ብሳልሰይቲ ወርሒ ገብርኤል መልኣኽ ናብ ናዝሬት እትበሃል ዓዲ ገሊላ ናብ ሓንቲ ድንግል ካብ ኣምላኽ ተላእኸ። ንሳ ንዮሴፍ ዝበሃል ሰብኣይ ካብ ቤት ዳዊት እተሓጽየት እያ። ስም እታ ድንግል እቲኣ ኸኣ ማርያም እዩ። እቲ መልኣኽ ናብኣ ኣትዩ፣ ኣቲ ምልእቲ ጸጋ፣ እግዚኣብሔር ምሳኺ እዩ እሞ፣ ባህ ይበልኪ፣ ካብ ኣንስቲ ብርኽቲ ኢኺ በላ። ንሳ ምስ ረኣየቶ፣ በቲ ዘረብኡ ሰምበደት። እዚ ኸምዚ ዝበለ ሰለምታስ እንታይ ኰን ይኸውን? ኢላውን ሓሰበት። እቲ መልኣኽ ከኣ በላ፣ ማርያም፣ ኣብ ቅድሚ ኣምላኽ ጸጋ ረኺብኪ ኢኺ እሞ፣ ኣይትፍርሒ። እንሆ፣ ክትጠንሲ፣ ወድውን ክትወልዲ፣ ስሙ ኸኣ የሱስ ክትሰምይዮ ኢኺ። ንሱ ዓብዪ ኪኸውን፣ ወዲ ልዑልውን ኪብሃል እዩ፣ እግዚኣብሄር ኣምላኽ ድማ ዝፋን ኣቦኡ ዳዊት ኪህቦ እዩ። ንሱ ኣብ ቤት ያእቆብ ንዘለኣለም ኪነግስ እዩ፣ መንግስቱ ኸኣ መወዳእታ የብላን። ማርያም ድማ ነቲ መልኣኽ፣ እዚኸ ሰብኣይ ከይፈለጥኩስ ከመይ ኢሉ ኪኸውን እዩ? በለቶ። እቲ መልኣኽ ከኣ መሊሱ፣ መንፈስ ቅዱስ ኪወርደኪ፣ ሓይሊ ልዑልውን ኬጽልለልኪ እዩ። ስለዚ ኸኣ እቲ ዚውለድ፣ ቅዱስ ወዲ ኣምላኽ ኪበሃል እዩ። እንሆ፣ ኤልሳቤጥ እታ ዘመድኪ እኳ፣ ንኣምላኽ ዚሰኣኖ ነገር ስለ ዘየልቦ፣ ኣብ እርጋና ወዲ ጠኒ ሳላ ነታ መኻን እትብሃል እዚ ወርሒ እዚ ሻድሻያ እዩ በላ። ማርያም ከኣ እኔኹ ኣነ ባርያ እግዚኣብሔር ከምቲ ዘረባኻ ይኹነለይ በለት። እቲ መልኣኽ ድማ ካብኣ ሓለፈ። ማርያም ንኤልሳቤጥ ከም ዝበጽሓታ፣ ወንጌል ሉቃስ ምዕራፍ ሓደ ካብ ፍቕዲ ሰላሳን ትሽዓተን ክሳብ ኣርብዓን ሓሙሽተን። በቲ ቅነቲ ማርያም ተንሰት። ተቐላጢፋ ድማ ንዝባን ይሁዳ ናብ ሓንቲ ዓዲ ደየበት። ናብ ቤት ዘካርያስ ኣትያ ኸኣ ንኤልሳቤጥ ሰላም በለታ። ኰነ ድማ፣ ኤልሳቤጥ ቓል ሰላምታ ማርያም ምስ ሰምዐት፣ እቲ ህጻን ኣብ ከርሳ ተሰራሰረ፣ ንኤልሳቤጥ ድማ መንፈስ ቅዱስ መልኣ፣ ብዓብዪ ድምጺውን ዓው ኢላ በለት፣ ንስኺ ኻብ ኣንስቲ ብርኽቲ ኢኺ፣ ፍረ ኸርስኺውን ብሩኽ እዩ። ኣደ ጐይታይ ናባይ ክትመጽእኸ፣ እዚ ካበይ ኮነለይ እንሆ ድምጺ ሰላምታኺ ምስ ሰማዕኩ ኣብ ከርሰይ ህጻን ብሓጎስ ተሰራሰረ እቲ ካብ እግዚኣብሔር ተነገረላ ቃል ክፍጸም እዩ እሞ እታ ዝኣመነት ብርኽቲ እያ ጸሎት ምስጋና ማርያም ወንጌል ሉቃስ ምዕራፍ ሓደ ካብ ፍቕዲ ኣርብዓን ሽዱሽተን ክሳብ ሓምሳን ሽዱሽተን ማርያም ድማ በለት፣ ነፍሰይ ንእግዚኣብሔር ተዕብዮ፣ መንፈሰይ ከኣ ብኣምላኽ በቲ መድሓንየይ ባህ ይብሎ፣ ውርደት ባርይኡ ስለ ዝረኣየይ እቲ ሓያል ዓቢ ነገር ገይሩለይ እሞ ስሙ ቅዱስ እዩ እንሆ ካብ ሕጂ ኩሎም ወለዶ ብጽእቲ ክብሉኒ እዮም ምሕረቱውን ነቶም ዝፈርሕዎ ንውሉድ ወለዶ ይነብር ሓይሊ ብቕልጽሙ ገበረ፣ ንኩሩዓት ብሓሳብ ልቦም ዘረዎም፣ ንሓያላት ካብ ዝፋውንቶም ኣውረዶም፣ ንተዋረዱ ከኣ ልዕል ኣበሎም፣ ንጥሙያት ብጽቡቕ ነገር ኣጽገቦም፣ ንሃብታማት ውን ጥራይ ኢዶም ሰደዶም። ከምቲ ነቦታትና ንኣብርሃምን ዘርኡን ዝነገሮም፣ ክሳዕ ዘልኣለም ምሕረቱ እናዘከረ ንእስራኤል ባሪኡ፣ ተቐበሉ። ማርያም ኣስታት ሰለስተ ወርሒ ዝኣክል ምሳኣ ወረሐት፣ ደሓር ከኣ ናብ ቤታ ተመልሰት። ልደት የሱስ ክርስቶስ ወንጌል ማቴዎስ ምዕራፍ ሓደ ካብ ፍቕዲ ዓሰርተ ሸሞንተ ክሳብ ዕስራን ሓሙሽተን ልደት የሱስ ክርስቶስ ከምዚ እዩ። ኣዲኡ ማርያም ንዮሴፍ ተሓጽያ ኸላ ከይተራኸቡ ብመንፈስ ቅዱስ ጸኒሳ ተረኽበት። ዮሴፍ ሕጹያ ጻድቕ ሰብኣይ ነበረ እሞ፣ ንሕቡእ ኪሓድጋ ሓሰበ እምበር፣ ኬጋልጻ ኣይፈተወን። ንሱ እዚ ኪሓስብ ከሎ፣ እንሆ መልኣኽ እግዚኣብሔር ብሕልሚ ተራእዮ፣ ከምዚ ኢሉ፣ ዮሴፍ ወዲ ዳዊት፣ እቲ ሕጽይትኻ ማርያም ጠኒሳቶ ዘላ፣ ካብ መንፈስ ቅዱስ እዩ እሞ፣ ንምውሳዳ ኣይትፍራሕ። ወዲ ክትወልድ እያ ንሱ ከኣ ንህዝቡ ካብ ሓጢኣቶም ከድሕኖም እዩ እሞ ስሙ የሱስ ክትሰምዮ ኢኻ እዚ ኩሉ እቲ እግዚኣብሔር ብነብዩ ተዛረቦ ክፍጸም ኮነ ከምዚ ዝብል እንሆ ድንግል ክትጠንስ ወዲ ውን ክትወልድ እያ ስሙ ከኣ ኣማኒኤል ክብልዎ እዮም ትርጉሙ ኣምላኽ ምሳና እዩ። ዮሴፍ ካብ ድቃሱ ተንሲኡ መልኣኽ እግዚኣብሔር ከም ዝኣዘዞ ገበረ። ንማርያም ሕጽይቱ ወሰዳ፣ በዅሪ ወዳ ክሳብ እትወልድ ከኣ ኣይፈለጣን።